ተዝኸውን ነይሩ እቲ ዕድመይ መካፈልኩኺ ሓላለይ ቀንዴልኺ ብርሃን ጸሓየ ሕልፊ ኩላ ትንዓይ እናበለት እያ ትቕጽል እዋ ነይራ። ኣነ ድምጻዊ ተጋዳላይ ሰለሙን ተስፋይ ይበሃል። ኣይሰምዕን እየ ወይ ከኣ ብዘይሰምዕን እየ ዝፍለጥ። ተወሊደ ዝዓበኹሉ ኣብ ዓዲ ኣርባዕተ ዓምበራይ ዝበሃል ኣብ ራማ፣ እየ ተወሊደ ዓብየ ኢለ ዝዓበኹ ኣስመራ ከባቢ ዓብየ እወ ኣባል ናይ ደምሒት እወ የጋጥም እወ ኣይ ኣነ ኤርትራዊ ኣይኮንኩን ኣቦይን ኣደይን ደቂ ዓዲ ኣርባዕተ እዮም ኣብዚ እዮም ግን ኣነ በጋጣሚ ከይደ እወ ዓብየ ድሕሪ ነዊሕ ዓመታት ንዓደይ ኣትየ ደርፊ ኣውፅኤ ዝተደመጸ ኣሎ ዘይተደመጸ ኣሎ ዝያዳ ከኣ ኣቢ ኣይሰምዕን እየ ኣነ ኣብ ሕብረተሰብ ኣትዮ ብዘ ቃልሲ ዝተገበረ ማለት ጸላኢ ኮረና መጽኡ ምቕታል ኣብዚሑ ምጭፍጫፍ ኣብዚሑ ምርር ኢልና ይሰምዕን እየ ዝበልኩሉ እዩ እቲ ደርፊ ንሱ ኣብቲ ሕማቕ ኩነታት ወፅኡ ምክንያቱ ካብ ሞት ንላዕሊ ዝመፅእ ነገር የለን መቸም ብዙሓት ሰሪሕ ኣለኹ ናብ ሓሙሽተ ሽዱሽተ ይኸዱ እዮም ካብ ይሰምዕኒ እየ ንደሓር እኳስ ክልተ ምስ ይሰምዕኒ ሰለስተ ሰሪሐ ኣለኹ ቅድሚኡ ከዓ ክንድኡ ዝኸውን ሰሪሐ ኣለኹ ናይ ፍቅሪ ስራሕ ሓንቲ ኣለትኒ ከም ከመይ ትብል ኣለትኒ እያ እተን ካልኦት ግን ኦረዲ እታ ሓንቲ ናይ ትግራይ ኣንመንድያ ተኣመን ትግራይ ትፈልጣ ኢና ካብኡ ይሰምዕን እየ ወጽያ ድሕሪ ይስምዕኒ ከኣ እንኳዕ ኣሰይ ካብኡ እዛ ናፊቀ ሕዚ ከኣ ገና ክንቅጽል ኢና እንዳ በሉ ነቲ ሕብረተሰብ ኦረዲ ብጽቡቅ ተቀቢልኒ እዩ ኣይሰምዕን እየ ኦረዲ ናይ ሰራዊት እንድያ ናይ ሰራዊት ክብለካ ከለኩ ከኣ ጠቅላላ ናይ ኩሉ ህዝቢ እዩ ወዲ ይኹን ኣርጊት ይኹን ሽማግለ ይኹን ወጣት ይኹን ብዘይገድስ ንኩሉ ኣልማሚት ምዝራፍ ከም ዘርኢ ምጽናት ስለ ዝጀመረ እወ ካብኡ ንላዕልስ ምንም ኣይመጽእን እየ ኣይሰምዕን እየ ኢለ ኣብ ኣስመራ ተዘይኣቲ ሰይ ትግራዋይ እየ ነይረ ኢሉ ምክንያቱ ዝኽፈል ከፊልካስ ሓነፅ ድዩ ተዋፂኡ ስለዚ እወ። ካብኡ ንላዕሊ ፀላኢ የብልናን ኣስመራ ተዘይኣትያ እየ ትግራዋይ እየ እያ እ፣ ንኤርትራውያን እውን ዋዕዋዕ ኣቢላቶም ኣስመራ ምእታው ማለት ግን ንህዝቢ ኤርትራ ምጽናት ኣይኮነን በቲ ሓደ ዓይነት እወ። ክርድዎ ዘለዎ ግፍዒ ንሱ ኣትዩ ስለዚ ህዝቢ ኤርትራ ከምቲ ዝበደሉና ክንብድሎ ኣይንደልን ሓውና እዩ ተዋዲድና ኢና ትኽክል ማለት እዩ ኣሕዋትና ስለ ዘሎ እዩ እምበር እዎ። ኣለኹ ኤርት ስራሕ እታ ተሓንጋራይ ትብ- ትብል ደርፊ እውን ኣብዚ ቀረባ መዓልቲ ኣብ ናይ ባዕለይ ዩቱብ ቻነል ቤተ ጥበብ ኢንተርቴንመንት ዝብል እ፣ ክለቅዓ እየ ኦኬ ናይ ባዕልኻ ናይ ዩቲብ ቻነል እውን ኣለካ ኣዎ፣ ናይ ባዕለይ ዩቱብ ዝኸበርኩም ተኸታተልትና እውን በዚ ኣጋጣሚ እዚ ድምፃዊ ሰሌ ይብለና ከም ዘሎ ቤተ ጥበብ ኢንተርቴመንት ዝብል ናይ ባዕሉ ዩቲብ ቻናል ከፊቱ ዝተፈላለዩ ስራሕቱ ኣብ ምስቃል ከም ዘሎ እውን ይሕብረና ኣሎ ኣብቲ ዩቲብ ቻነል ሰኣቲና ላይክ ሼር ሳብስክራይብ ክንብል በዚ ኣጋጣሚ እዚ እውን መልእክትና ክንገብር እሞ ሽዑ ከም ኣነ ሕጂ ዓንተዎ ነጊረካ እንዴ ክለብ ክሰርሕ ለ ከልኩን ኣዲስ ኣበባ ንክሰርሕ ኢለ ተፀዊዐ ንስራሕ ኢለ ተፀዊዐ ኣይኮንኩን ከይደ ብካሊእ ጉዳየ ኣፍቂደ ብካሊእ ቅድሚኡ ክንዲ እናለፋዕኩ ዝመፃኹ ደራፊ እየ ዋላ ሕጂ በይሰምዕን እየ ንፈምስ ብቅድሚኡስ ከርተት ኢለ እየ ብክለብ ይኹን ብመርዓ ይኹን ብገለመለ ይኹን ናይ ባዕለይ ደርፊ እውን ጀሚረ ዝፅናሕኩ ሰብ እየ ኣነስ እኳ ተጋዲደ ኣብ ትግራይ ኳሕ ክጅመር ከሎ ኳሕ ኣቢለ እየ ተሓንጋራይ ማለት ብጥሪያ ንሻዕብያ እያ ሰብ ናብ ድላዩ ክገብሮ ይኽእል እዩ ስለዚ ኩሉ ግዜ ተሓንገራይ ሰብ እዚ ካብ ቀደም ካብ ሰሓት ጀሚሩ እናተሓንገረ ዝመፀ እዩ ሕጂ እውን ተሓንጊሩ እዩ መፅና እምበር ዓርሱ ከይደ ይመፅእ ስለዚ ተሓንጋራይ እዩ ሰብ እዚ ተሓንጋራይ ንዑ እዩ ብጥሪኡ ሕጂ ሰብ ናብ ከከም ድላዩ ክትርጉሞ ይኽእል እዩ ተሓንገርቲ ብዙሓት ክህልውና ይኽእሉ እዮም፣ ግን ብጥረ ቀዳማይ ተሓንጋሪ ንሱ እዩ። ሕዚ እውን እውን ጥራሕ ሚድያ ሳብስክራይብ ከይትረስዑ።